ሰላም ተኸታተልቲ መደባት ፈንግል ኤሪ ሜድያ ከመይ ትሓድሩ ንሎም ረቡዕ ሸውዓተ ሚያዝያ ብቐዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብረ ይዕደም ሰናይ ምክእታል

መመንጨዊ ሓይሊ ኤለትሪክን ቢንቶታትን ከዕንዋ ምዃነን'የን ካብ ክልተ ሰሙን ጀሚረን ኣብ ልዕሊ ኢራንን ህዝቢ ኢራንን ፈኸራታት ከካይዳ ቀንየን። ዓበይቲ ዓበይቲ መራኸቢታት ዓለም ሰዓት ኣኺሉ፣ ሰዓት ተሪፎ፣ ክልተ ሰዓት ተሪፎ፣ ኣርብዓን ሓሙሽተን ደቓይቕ ተሪፎ ብምባል ዓበይቲ ዓበይቲ ኣርእስታት ብምሃብ ነቲ ኣብ ልዕሊ ኢራንን ትሕተ ቅርጺ ናይታ ሃገር ዝፍጸም መጥቃዕትታት ክከታተላ ካሜረእን ብምትካል ክከታተላ ኣምጺኤን።

ኢራናውያን እዚ ከምዚ ዓይነት መፋራርሒ ቃላት ካብ ኣሜሪካን እስራኤልን እናተወርወረ ናብ ዓበይቲ ቢንቶታት ናይታ ሃገር ባንዴርኦም ብምሓዝ ክውሕዙ እንከለዉ ከምኡውን ንዓበይቲ መመንጨዊ ሓይሊ ኤሌክትሪክን ካልኦት ኣገደስቲ ስቪላዊ ትሕተ ቅርጺ ብምኽባብ ተጥፍኡና እንተድኣ ኮንኩም ምስ ቢንቶታትናን ሓይሊ ኤሌክትሪክን ጸዓትን ኣጥፍኡና እምበር ካባኹም ፈሪሕና ነዚ ትሕተ ቅርጺ ኣይንሃድመሉን ኢና ወይ ከኣ ክንከላኸለሉ ኢና ብምባል እዮም

ክፍክሩ ተሰሚዖም፣ ህዝቢ ዓለም እቲ ህልቂት ደቓይቕ ምስ ተረፎ እንታይ ከጋጥም ብምባል ምክትታሉ ጌና ኣየቋረጸን። ፓኪስታን መንጐኛ ብምዃን ነቲ ኣብ መንጐ ኣሜሪካን እስራኤልን ኢራንን ተፈጢሩ ዝርከብ ዘሎ ምስሕሓብ ንምሽምጋል ካብ ቅድሚ ክልተ ሰሙን ኣትሒዛ ፈተነታት ከተካይድ ዝጸንሐት ሃገር'ያ። ትማሊ ብመንገዲ ፕረዚደንታን ከምኡ'ውን ምክልኻል ናይታ ሃገር ኣቢላ ንኣሜሪካን ኢራንን ዘሰማምዕ ነጥብታት ብምቕራብ እቲ ኲናትን ኩነታትን ኣብ ልዕሊ ኢራን ክዘንብ ሓሲቡ ዝነበረ ሓደገኛ ቦምባታት ደው ብምባል ኢራንን ኣሜሪካን ንክልተ ሰሙን ዝኸይድ ስምምዓት ከቲመን ይርከባ ኣለዋ።

ኢራናውያን ብኣንጻሩ ንኣሜሪካን እስራኤልን ኣድኒና ብምባል ኣብ ጎደናታት ምውጻእ ሓጎሶም እናገለጹ ይርከቡ ኣለው። እዚ ስምምዓት ድሕሪ ምኽታሙ ዋጋ ነዳዲብ ዓለም ብቕልጡፍ ንታሕቲ ገጹ ከንቆልቁል ተራእዩ ይርከብ ኣሎ። ኣሜሪካን ምስኣ ዝተተሓዘ ሃገራትን ብኡ ዘሕልፍዎ ዝነበራ ነዳድን ካልእ ነገራትን ክሓልፍ ኢራን ኣፍቂዳ ትርከብ ኣላ። ኢራን ብኡ ዝሓልፋ መራክብ ብፍላይ ከኣ ምስ ኣሜሪካን እስራኤልን ዝተተሓዛ ገንዘብ ከፊለን ንክሓልፋ'ያ ኣብዚ ስምምዕ ከቲማ ትርከብ ዘላ ምኽንያቱ ኣሜሪካን እስራኤልን ኣብ ልዕሊ እታ ሃገር ፈጺመንኦ ዝርከባ ዘለዋ ዕንወት ብወሽመጥ ኦርሙዝ ኣቢለን ካብ ዝሓልፋ መራክብ ዝኽፈል ክፍሊት ብኡ ኣቢላ'ያ ንክትሃንጽ መደባት ሒዛ ትርከብ ዘላ

ኣብ ልዕሊ ስቪል ዕላማታት መጥቃዕትታት ከይፍጽም እንተድኣ ፈጺሙ ግን፣ እቲ ፕረዚደንትን እታ ሃገርን ኣብ ልዕሊ ኢራናውያን ገበናት ኲናት ፈጺሞም ብምባል ክኸስዎ ምዃኖም'ዮም መጠንቀቕታታት ኣውጺኦም ነይሮም። ዶናልድ ትራምፕ ኣየናይ ነገራት'ዩ ንድሕሪት መሊስዎ? ድሒርና ንከታተሎን ንዕዘቦን ኵነታት እኮ እንተዀነ፣ ኢራናውያን ዘርኣይዎ መኸተ ግን ንመላእ ህዝቢ ዓለም ኣገሪሚ ይርከብ ኣሎ። ኣሜሪካ ብቦምባታት ክትድብድብ'ያ እናተባህለ ህዝቢ ኢራን ናብ ጎደናታት ምውጻእ ንትሕተ ቅርጺ ናይታ ሃገር ክከላኸል ምፍታኑ፣ ኣሜሪካን እስራኤልን ኣብታ ሃገር ሒዞንኦ ዝኣተዋ ትልምን ዕላማታትን ንመራሕቲ ናይታ ሃገር ምስ ቀንጸላ፣ እቲ ህዝቢ መንግስቲ ክግንጥል'ዩ ዝበሃል ዝነበረ ተስፋታት ምሉእ ብምሉእ ቂሂሙን ፈሺሉን'ዩ ዝርከብ ዘሎ። ብኣንጻሩ ህዝቢ ኢራን ሃገሩን መንግስቱን ንምክልኻል'ዩ ናብ ጎደናታት ክወጽእ ተኸታቲልናን ተዓዚብናን ንርከብ ዘለና። ሰላም ምምጽኡ ንመላእ ህዝቢ ዓለም ሩፍታ ፈጢሩ ይርከብ ኣሎ። እቲ ዝዓበየ ነገር ብወሽመጥ ሆርሙዝ ኣቢሉ ዝሓልፍ ነዳዲ ክፍቲ ምዃኑ'ዩ። ዝተፍላለያ ሃገራት ብፍላይ ከኣ ሃገራት ኣፍሪቃ በዚ ኣጋጢሙ ዝቐነየ ከምዚ ዓይነት ቅልውላው ቀንዲ ተሃሰይቲ ኮይነን'የን ጸኒሐን። እዚ ሕጂ ተፈጢሩ ዝርከብ ዘሎ ከምዚ ዓይነት መስተርኦት ንመላእ ህዝቢ ዓለም እፎይታ ዝፈጥር ኮይኑ ይርከብ ኣሎ። እቲ ህዝቢ ዓለምን መራኸቢታት ዓለምን ብሃንቀውታ ዝተጸበይዎ ጉዳይ ከኣ ብሰለማዊ መንገዲ ንክልተ ሰሙን ኣብዚ መዓልቦ በጺሑ ይርከብ ኣሎ። ኣብዚ ናይ ሽምግልና ትማሊ ተኻይዱ ዝርከብ ዘሎ ጉዳይ ቻይና'ውን ወሳኒ ተራ ከምዝተጻወተት'ዩ ኣብዚ ሓበሬታታት ዝግለጽን ዝጥቀስን ዘሎ። መንግስቲ ቻይና፣ ኢራን ኣብቲ ስምምዕ ክትኣቱ ጻውዒታት ስለ ዘቕረበ'ዩ ኣብቲ ናይ ሽምግልና ኩነታት ከም ዝተሳተፈት እዚ ሓበሬታታት ዝገልጽ ዘሎ። ኢራን እተን እንኮ ተኣምነን ክልተ ሃገራት ሩስያን ቻይናን ከም ዝኾና'ያ ክትሕብር ጸኒሓን ዘላን። እዚ ኩነታት ብሰላም ተፈቲሑ ይርከብ ኣሎ። ድሕሪ ክልተ ሰሙናት እንታይ ዓይነት ውጽኢት ክንርኢ ኢና? ክንከታተሎን ክንዕዘቦን ኢና። ክቡራት ተኸታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰገር ብቐጥታ ምስ ሃገርና ኤርትራን ምሳና ምስ ኤርትራውያንን ዝተተሓዘ ኮይኑ ብሰንኪ ኣብ ማእከላይ ምብራቕ ተኸሲቱ ዝርከብ ዘሎ ሓደገኛ ኩነታት ዝተፈላለዩ ሃገራት ዓለም ብፍላይ ከኣ ሃገራት ኣፍሪቃን ጎረባብትን ሃገራትን ብነዳድን ሕጽረት ነዳድን ክጭነቓን ዓቕለን ከጻብባን ንከታተለን ንዕዘብን ኣለና። ክሳብ ኣብዚ ሕጂ ሰዓት ኣብ ሃገርና ኤርትራ ዝኾነ ይኹን ስግኣታት ወይ ከኣ ቅልውላው ኣየጋጠመን። ምኽንያቱ ኤርትራና ዋላ ኣብ ማእከል እቲ ኲናት ብመራክብ ኣቢላ ናብ ወደብ ባጽዕን ዓሰብን ነዳዲ ክተእቱ ስለዝጸንሐት፣ ካብ ስዑዲ ዓረብ ዝተበገሰት ዓባይ ናይ ጽዕነት ናይ ነዳዲ መርከብ ትማሊ ወደብ ባጽዕ ኣትያ ትርከብ ኣላ። እዛ መርከብ ወደብ ባጽዕ ምእታዋን ምጽግዓን ምርጋፋን እቲ ኣብ ኤርትራና ዘሎ ቀረብ ነዳዲ መመሊሱ ናብ ዘተኣማምን ደረጃ ዘዕብን ዘበርኽን ኮይኑ'ዩ ዘርከብ ዘሎ። መንግስቲ ኤርትራን ሻዕብያን ስትራቴጂካዊ መንግስቲ እዩ። ኩነታት መዓስ ይመጽእን የጋጥምን ኣጸቢቑ ስለ ዝፈልጥ፣ ነዚ ነገራት ከኣ ተዳሊሉ ስለ ዝጸንሕ፣ ሃገራት ዓለም እናተናወጻ፣ ሃገርና ኤርትራ ግን ዝኾነ ይኹን ነውጽን ቅልውላውን ከጋጥማ ኣይከኣለን። እዛ ካብ ስዑዲ ዓረብ ተበጊሳ፣ ሃገርና ኤርትራ እቲኣ ትርከብ ዘላ ከምዚ ዓይነት መርከብ ማይ ኣጥቂሒ ባሕሪ ብፍላይ ከኣ ማይ ኣጥቂሒ ባሕሪ ናይ ኤርትራ ክሳብ ክንደይ ጸጥታዊ ሰላምን ውሕስነትን ከም ዘለዎ ካብዚ ዝዓቢ ምልክታት የለን መንግስቲ ኤርትራ ጸጥታ ውሕስነት ማይ ኣጥቂሒ ባሕሪ ኣብ ምርግጋእ ልዑል ግደን ተራን እናተጻወተ ይርከብ ኣሎ ከም በዓል ሕብረት ኤውሮጳ ዝኣመሰሉ ኣገደስትን ሓያላትን ውድባት ኤርትራ ኣብቲ ማያት ጸጥታ ንምስፋን ተካይዶ ምንቅስቓስ ድሕሪ ምምስጋን፣ ንሓይሊ ባሕሪ ኤርትራን ንመንግስቲ ኤርትራን ኣገዳሲ ሓገዛት ብምሃብ ሕብረት ኤውሮጳ'ውን ምስ ኤርትራ ብምትሕብባር ጸጥታ ውሕስነት ናይቲ ማያት ከረጋግጽ ድልውነቱ ክገልጽ ጸኒሑን ኣሎን። እዚ ንሃገርና ኤርትራን ንዓና ንኤርትራውያንን ዓበይቲ ዜናታት ክኸውን እንከሎ፣ ንሻዕብያን ንኤርትራናን እዚ ተኸሲቱ ዝርከብ ዘሎ ዓለማዊ ቅልውላውን ኲናትን ከይጸለወና ብኸምዚ ዓይነት መንገዲ ንቡር ንጥፈታት ኣብ ኤርትራና ይካየድ ኣሎ። ስለዚ መንግስቲ ኤርትራን ሻዕብያን ህዝቢ ኤርትራን ኣብ ርጉእን ሰለማውን ተኣማምን ኩነታት እዩ ዘሎ። ስግር ጎረቤት እንታይ ኣጋጢምዎም ይርከብ ኣሎ እዚ ወግሐ ጸብሐ ንከታተሎን ንዕዘቦን ዘለና እዩ። ካብ ኩናት ዕድላት ከነናዲ ኢና ዝበለ ዕሸል መራሒ ናይታ ሃገር ንህዝቢ ኢትዮጵያ መመሊሱ ኣብ ታሪኹ ርእይዎ ናብ ዘይፈልጥ ዓበይቲ ዓዘቕቲ ኣስጢምዎ ይርከብ። እቲ ሓደ መንግስቲ ንህዝቡን ሃገሩን ይከላኸል፣ እቲ ሓደ መንግስቲ ከኣ ብሰንኪ ጠልቀፍቀፉ ንህዝቢ ናይታ ሃገር ናብ ዓዘቕቲ ሕሰምን ቅልውላውን ከምርሖ ኢና ንከታተልን ንዕዘብን ዘለና። ኣብ ዓበይቲ ከተማታት ናይታ ሃገር ናይ ተቓውሞ ሰልፊ ከየካየድ ውን ሰራዊት ካብ በረኻታት ምምጻእ ኣብ ዓበይቲ ከተማታት ናይታ ሃገር ተዋፊሩ ይርከብ ከምዘሎ ትማሊ ካብ ኢትዮጵያ ጸብጻብን ዜናታትን እናወጸ ይርከብ ኣሎ። ህዝቢ ኢትዮጵያ ክሳብ ክንድዚ'ዩ ዒቕ ኢልዎ ዝርከብ ዘሎ። ክቡራት ተኻታተልቲ ፈንቅል ኤሪ ሜድያ፣ ንሎሚ ኣዳልየ ዝነበርኩ ክልተ እዋናውን ኣገደስትን ዜናታት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ።